ሰላም ከመይ ትኾኑ ሰላም ክትህልዎ ተስፋ ንገብር ንሕና ካብ ሙኒ ኢንተርተይንመንት ኮይና ብንሕልፎ ዝተፈላለየ ዓይነት መደባት ሳብስክራይብ ምግባር ክትከታተልዎ ትኽእል ኢኹም ናይ ሎማዓንቲ ሒዘልኩም መጽየ ዘለኹ ሓሳብ ንኽትነብር ዝብል ኣርእስቲ ኮይኑ ገለ ገለ ክጠቕመኩም እዩ ዝበልኩ ነጥብታት ሒዘ ቀሪበ ኣለኹ ንኽትከታተልዎ ብትሕትና ይሓትት ሕራይ እምበኣር ኣብ መደበይ ክኣቱ ህይወት ቃልሲ እያ ናይ ሎሚ ቃልሲ ንፅባሕ መንገዲ ይኸፍት እዩ ሰብ ኩሉ እንከለዎ ንኾንቱ ኩሉ ዘይብሉ ግን ንኾንቱ ዘይኮንሉ ኣሎ ህይወት ነቶም ብርትዓት ሰባት ዓቐበት እያ ግን ከ ተድክሞም እምበር ኣይተውድቖምን እያ ዓቐበት ከይደየብካ ቁልቁሎት የለን ሓንቲ ክነግረካ ግን ኣብ ህይወት እቲ ዝጠዓመን ዝመቀረን ኣይተሓዝን እዩ ክልተ የእዳው ዘይብለይ ከይትብለኒ ወይ ድማ ኣይራይን እዩ ክርኢ ይክእልን እየ ከይትብለኒ ኢለ ወላ እውን ብክልተ እግርካ ክትበፅሖ ኣይትኽእልን ኢኻ ስንኩል እየ ከይትብል እንታይ ደኣ ኣብ ውሽጥኻ እዩ ዝርከብ ሰላም ናይ ውሽጥኻ ኣብ ህይወትካ መንገዲ ዓንዲ እዩ ዝኾነካ ኣብዚ ግዜ ዘለናዮ ክፉእ ግዜ ድዩ ክፉእ ዘመን ዘይፍለጠሉ እዋን ምናልባት ዝጻዕደዋ የእዳው ትርእዩ ትኾኑ፣ ግን ጽሩያት ኣይኮናን። ካብቲ ግዜ ተግባርና ከፊኡ እዩ፣ ግን ዝገበርናዮ ሕማቕ መሊስና ከነዕርዮ ኣይንኽእልን ኢና። ምናልባት ግን ነቲ ዝመጽእ ተግባርና ከነጸብቖ ንኽእል ንኸውን። ኣብ ህይወትካ ኩሉ ዝገበርካዮ ሓሊፉ ይጸንሕ ከም ዝበሃል ሎሚ ግብርኻ ጸብቆ። ሰብ ኢኻ፣ ሰብ ስለ ዝኾንካ ሰብ ከድልየካ እዩ። ሓጋዚ ሰባት ኩን። ሰብ ሰብ እዩ፣ ምሉእ ስለ ዘይኮነ ምስቲ ብርቱዕ ኬትካ ትብርትዕ፣ ምስቲ ድኹም ኬትካ ድማ ነቲ ድኹም ከተበርትዖ ትኽእል ኢኻ። ሓደ ክትርድኦ ዘለካ ነገር ግን ምስ ድኹም ሰብ ስለ ዝቐረብካ ወይ እውን ስለ ዝኸድካ ትደከም ማለት ኣይኮነን ኣምላኽሲ ምስ ሓጥኣን ደኣ ኮፍ በለ እምበር ኣይሓጠአን ምስ ጥፉኣት ሰባት ኮፍ ምባልን ምስ ጥፉኣት ምጥፋእን በበይኑ እዩ መንገዲ ሕማቕ ዝጸልወካ እንተኾይኑ ነቲ ሕማቕ ሕማቕ ዘይምዃኑ ኣሚንካ ማለት እዩ

ሓደ ሓደ ግዜ እንተ ኣስተብሂልና፣ ዝኾነ ንእሽተይ ነፋሪ እንስሳ ዝነፍር ከም ንህቢ ንኣብነት ኣብ ገዛና እሞ ይኣቱ፣ ሽዑ ማዕጾ ክፍቱ እንከሎ መውጽኢ ስኢኑ ዓወንወን ክብል ምስ ረኣኻዮ ሕጂ ኮፍ ኢልካ ክትዕዘቦ እንከለኻ ኣንታ ዓይኑ ኣይርእን ድዩ ኢልካ ትስሕቕ ትኽእል ትኸውን ብድሕሪኡ ክትሃርሞ ዲኻ ወላ ባዕሉ ክወፅእ ንዕዱል እዩ ኣብ ህይወት ወዲ ሰብ ድማ ከምዚ ኣሎ ኣብ ህይወትካ ኣብ ብዙሕ ማዕፆታት ወይ ብብዙሕ መንገድታት ክትከይድ ትፀንሕ እሞ ደሓር መውፅኢኻ ኣብ ጥቓኻ እንከሎ ዓወን እውን ትብል ኢኻ ኣብ መወዳእትኡ ኸዓ ወይ ኣብኡ ክትተርፍ ኢኻ ወይ ካብኡ ክትወፅእ ኢኻ እዚ ከም ናትካ ሜላ እዩ ናይ ውሽጥኻ ንስኻ ኢኻ ትፈልጦ መንፈስካ ዘርግእ ካልእ ሰብ ክፈልጦ ኣይክእልን እዩ ሓደ ሰኣላይ ንኣካልካ እምበር ንመንፈስካ ክስእሎ ኣይክእልን እዩ ስለዚ ንዓኻ ንውሽጥኻ ንመንፈስካ ከርግእ ዝኽእል ነገር ድማ ካብ ካልእ ሰብ ክትፅበይ ትኽእልን ኢኻ ምክንያቱ እቲ ካልእ ሰብ እውን ናቱ ናይ ውልቁ ኣለዎ ኣብ ውሽጢ ኣብ ውሽጢኻ ዘሎ ንስኻ ኢኻ ትፈልጦ እቲ ዝውፃእ ክተውፅኦ ኢኻ እቲ ዝቕመጥ ከተቐምጦ ኢኻ እዚ ናትካ ስራሕ እዩ ኣነ ሓደ ዝፈልጦ ነገር እንተ ደኣ ኣሎ ኮይኑ ግን ንስኻ ኮኸብ ኢኻ ግን ከዓ ኣብ ናይ ኣብ ናይ ነፍሲ ወከፍካ ቦታ ኢኻ ትደምቕ ልብና ሓደ ሓደ ግዜ ከም ዝገበርናዮ እዩ እንተ ደኣ ኣትሪርናዮ ፀኒሕና ዝኾነ ነገር ተጋጢምና ልብና ይስበር ኣነ ግን ክነግረካ ክሰብረካ ኣይክእልን እዩ ከምዚ ክብል እንከለኹ ግን ኢትካ እቲኻ ልብኻ ለስልሶ ማለት ኣይኮነን ግን ኩሉ ግዜ ፈቃር ሓዳግ ረሳዒ እንተ ደኣ ኹንካ እዚ ኩሉ ተጠርኒፉ ዝኾነ ነገር ኣብ ሂወትካ ዝኾነ ነገር ልብኻ ንኸይሰብረካ ክከላኸለልካ ይኽእል እዩ ርሑቕ ከይከና እንተ ደኣ ዝተብህልኩም ወላ ፀርፀር ኢልካ ከይትካ ሓደ ሰብ ትሒቱ እንተፀኒሕካ ወይ እውን ብጥዑም ልሳን ወይ ብፍቕሪ እንተተቐቢሉካስ እንታይ ክትገብር ትኽእል ወን ሓንቲ ስለዚ ማዕረ ክንደይ ሓዳግ ምዃን ፈቃር ምዃን ልብኻ ምልስላስ እውን ካብ ብዙሕ ነገር ክከላኸለልካ ከም ዝኽእል ኩላትና ንፈልጦ እዩ ማለት እዩ ሰብ ንማይ ክመስል ኣለዎ እየ ዝብል ማይ ኣብ ሰማያዊ ጆክ እንተመሊኻዮ ሰማያዊ ይኸውን ኣብ ብጫ ጆክ ተመሊኻዮ ብጫ ይኸውን ሰብ ድማ ኣብቲ ንዕኡ ዘጋጥሞ ኩነታት ነቲ ኩነታቱ ክመስል ኣለዎ እየ ዝብል። ኣንጻር ኩነታትካ እንተ ደኣ ተበጊስካ ጭንቀት ወላ እውን ነቲ ዝመጸካ ነገር ክትፈትሖ ኣይትኽእልን ኢኻ። ግን ከምቲ ሓጎስ ትደልዮ ጭንቂ እውን ስለ ዘሎ ንኹሉ ተቐቢልካ እንተኸይድካ ንኹሉ ክትፈትሕ ትኽእል ሕጉስ እውን ኮንካ ክትነብር ትኽእል ኢኻ ማለት እዩ። ኣብ ጉዕዞ ህይወት ገለ ገለ ሰባት ኣብቲ ግዜያዊ ቃላቶም ከንብሩኻ እዮም ግዜያዊ ስለ ዝኾነ ግን ኣብ ግዜኡ ክትፈልጦም ኢኻ ሽዑ ግን እንተተመሊስካዮም ምርጫኻ እምበር ምርጫኦም ኣይኮነን ንስኻ ከም ሰብ መጠን ኣብ ግዜያዊ ቃላት ዘንብረካ ዘይኮነ ኣብ ናይ ዘለኣለማዊ ቃሉ ዘንብረካ ሰብ እዩ ዘድልየካ ምንባር ክኸብድ እንከሎ ካብ ጭንቀት ሓገዝ ኣቦኹም ሕተቱ ጸሎት በቃ ብክልተ ኢድና ሰኣን ምስትውዓል ዘጥፋእናዮ ነገር ብክልተ ኢድና ንኣምላኽ ለሚና ክንመልሶ ኢና ንደሊ ግን ከምዚ ኢኻ ንስኻ ወይ ከምዚ ኢኻ ጌርካ ንስኻ ዘይብል ኣምላኽ ስለ ዘለና ኩሉ ነገር ይፍትሓልና እዩ ማለት እዩ። ኣብ ህይወት ካብ ምስጓም ምዝላል እዩ ዝመረፅ። ምክንያቱ ዘሊልካ ሰለስተ ነገር እዩ ከጋጥመካ። ዘሊልካ ዝደለካዮ ብ ህይወት ክትረክብ ትኽእል፣ ዘሊልካ ኣብ ፎኪስ ነገር ክትወድቕ ትኽእል፣ ወይ ዘሊልካ ኣብ ተሪር ነገር ክትወድቕ ትኽእል ትኸውን። ምትሳእኻ ግን ኣይተርፍን እዩ። ካብ ሶጊምካ ንድሕሪት ዘሊልካ ምውዳቕ ይሓይሽ። ፈቲነ እኮ ትብል። ኣብዚ ዘለናዮ ግዜ ሰብ ተኽቢርካዮ ዘይኮነ ነብስኻ እንተኽቢርካ እዩ ዘኽብረካ ቅድሚ ሰብ ንዒቑኒ ምባልካ ባዕልኻ ዲኻ ነብስኻ ኣንዒቕካ ወላ እቲ ሰብ እዩ ንዑቕ ስለ ዝኾነ ንዒቕካ ከተረጋግፅ ኣለካ ምክንያቱ ካብ መፂፅ ምቁር ክትፅበ ኣይትኽእልን ኢኻ ካብ ክቡር ድማ ክብረት ኣሎ ካብ ሕሱር ከዓ ሕስረት ኣሎ ኣብዛ ሰዓት እዚኣ ደቂስካ ብምትሳእኻ ክትሕጎስ እዩ ዝግባእካ ምክንያቱ ደቂሶም ዘይተስኡ ኣለዉ እቶም ትማሊ ካብ ዓለም ዝተፈለዩ ንሎሚ መደብ ነይርዎም እዩ እቶም ሎሚ ንጎ ካብ ዓለም ዝተፈለዩ ንሎሚ ምሸት መደብ ነይርዎም እዩ ምንባር ውሕስነት የብላን ስለዘለካ ሓጉስ ኩን ንጽባሕ እንከይበልካ ክትገብሮ ዝግበእካ ሕጂ ግበሮ። ሰብ ዘበለ ኩሉ መጽሓፍ እዩ። ንስኻ መጽሓፍ ክንስኻ ግን በቶም ብዘይ ትብዓት የእዳዎም ቀጥቀጥ እንዳበለ ምዕራፋትካ ዝግንጽልዎ ሰባት ክትንበብ ኣይግባእካን ምክንያቱ ከምዚኦም ዓይነት ሰባት ወላ እውን ውሽጥኻ ኣንቢቦም ኣብ ውሽጥኻ ክነብሩ ኣይክእሉን እዮም ምክንያቱ ትብዓት የብሎምን እቲ ዝዓበየ ኣብ ሂወት ከተሓሳስበካ ዘለዎ ነገር ምግጋይካ ኣይኮነን ካብ ጌጋኻ ዘይምእራም እዩ ሓንሳብ ተዓንቀፈትካ እምኒ ኣብ ክንዲ ትኣልያ ሰለስተ ኣርባዕተ ግዜ ትዕንቅፈካ እንተ ደኣ ኮይና፣ ብምርጫኻ እምበር ብሰንኪ እታ እምኒ ኣይኮንካን ትዕንቀፍ ዘለኻ ማለት እዩ። ክትኣልያ እውን ትኽእል ኢኻ እኮ። ስለዚ ምግጋይካ ዘይኮነ ካብ ጌጋኻ ምእራም ኣገዳሲ እዩ ማለት እዩ። ሓራይ እምበኣር ብጣዕሚ እየ ዘመስግነኩም። ብዝቕፅል ድማ ብካልእ ትሕዝቶ ክሳብ ንራኸብ